ሓደ ከንቲባ ከም ዝተቐተለ ተፈሊጡ ኣሎ። ኣይተ ጌታቸው ረዳ ንኤርቪን ማሲንጋ ኣመስጊኖም። ህወሓት ኢምባሲ ኣሜሪካ ኣብ ኢትዮጵያ ዘውፅኦ መግለፂ ኣብ መንጎ ተወዓዐልቲ ኣካላት ዘሎ ኣፈላላይ ዘስፍሕ እዩ ክብል ኮኒንዎ ኣሎ። ልዕሊ ሓምሳን ሽዱሽተን ተመሳሰልቲ መፍትሕ ተጠቒሙ ገበን ስርቂ ክፍፅም ኢድ ብኢድ ዝተረኸበ ውልቀ ሰብ ኣብ ትሕቲ ቀይዲ ውዒሉ ኣሎ። ኣብ ወረዳ እገላ ብምድፋር ክብረ ንፅህና ጓል ዓሰርተ ሰለስተ ዓመት ህፃን ዝተኸሰሰ ወዲ ዕስራ ዓመት ውልቀሰብ ብማእሰርቲ ክቕፃዕ ቤት ፍርዲ ወሲኑሉ። ሰላመ ጥዕና ይሃበልና ተኸታተልቲ ኳሊቲ ሚድያ ሎሚ ዝተዳለዉ ሓደሽቲ ሓበሬታታት ሒዝናልኩም ቀሪብና ኣለና ክሳብ መወዳእታ ዜናና ሓቢርኩምና ክትፀንሑ ኢና ንዕድም። ኣይተ ጌታቸው ረዳ ንኤርቪን ማሲንጋ ኣመስጊኖም፣ ስቓይ ህዝቢ ዞባ ምዕራብ ንምሕፃርን ውዕሊ ሰላም ፕሪቶርያ ንክትግበርን ጥጡሕ ኩነታት ንምፍጣር ብኣምባሳደር ሕቡራት ኣሜሪካ ኣብ ኢትዮጵያ ኤርቪን ማሲንጋ ዝተመርሓ ልኡኽ ዘካየዶ ዑደት ኣማኻሪ ሚኒስተር ጉዳያት ምብራቕ ኣፍሪካ ቀዳማይ ሚኒስትር ኣይተ ጌታቸው ረዳ ኣመስጊኖም ኣለው። ሚኒስተር ጌታቸው ረዳ ነዚ ዝገለፆም ድሕሪ ናብ ዞባ ምዕራብ ትግራይ ከተማ ሑሞራ ዘካየድዎ ጉዕዞን ልዝብን ኣመልኪቱ ኣብ ዕላዊ ገፁ ኣብ ዝጠቅዖ ፅሑፍ እንትኸውን ንተበግሶን ደገፍን እቶም ኣምባሳደራትን ልኡኻትን እውን ንኢዱ ኣሎ። እቶም ኣምባሳደራት ዘካየድዎ ዑደት ውዕሊ ፕሪቶርያ ንመተግባር ጥጡሕ ኩነታት ከም ዝፈጥር ኣማኻሪ ሚኒስተር ጉዳያት ምብራቕ ኣፍሪካ ኣይተ ጌታቸው ረዳ ዝገለፀ ኮይኑ ኣምባሳደር ሕቡራት ኣሜሪካ ኣብ ኢትዮጵያ ኤርቪን ማሲንጋ ኣብ ዕላዊ ገጽ እቲ ኤምባሲ ኣብ ዝዘርግሕዎ ጽሑፍ፣ ኩሎም ውድባት ልዕሊ ፖለቲካ ንህዝቢ ቀዳምነት ንክህቡ ጻውዒት ድሕሪ ምቕራቡ፣ ህዝቢ መጻኢ ፖለቲካዊ ዕድሉ ኣብ ዝምልከቶ ግዜ ክውስን ዕድል ክወሃቦ ከም ዝግባእ እውን ኣብሪሆም ኣለዉ። ህወሓት ኤምባሲ ኣሜሪካ ኣብ ኢትዮጵያ ዘውፅኦ መግለፂ ኣብ መንጎ ተወዓልቲ ኣካላት ዘሎ ኣፈላላይ ዘስፍሕ እዩ ክብል ኾኒንዎ ኣሎ። ህወሓት መትከላውን ዘይተራውን ርክብ ብምክያድ ውዕሊ ፕሪቶርያ ክፍፀም እውን ፀዊዑ ኣሎ። እቲ ውድብ ሎሚ ኣብ ዘውፅኦ መግለፂ ኣምባሳደር ኣሜሪካ ኣብ ኢትዮጵያ ኣብ ሑሞራ ንዘካይዶ ምብፃሕ ኣመልኪቱ ኣብ ልዕሊ ዘውፅኦ መግለፂ ኣተሓሳሲቡኒ ክብል ዘፍለጠ ኾይኑ ዋላ እኳ ዓለም ለኻዊ ኣካላት ዝገብርዎ ተሳትፎ ዝድገፍ እንተኾነ ብፍሉይ እቲ ትማሊ ዝወጸ መግለጺ ኤምባሲ ኣሜሪካ ኣብ ክንዲ እቲ ወዓልቲ ኣፈላላዮም ከጽብቡ ኻልእ ጸገም ዝፈጥር ብምዃኑ መስግእ እዩ ክብል ህወሓት ተቓዊምዎ ኣሎ። ኣሜሪካ ከም ሓንቲ ተዓዛቢት ምፍራም እቲ ውዕሊ ፕሪቶርያ ምሕዝነታዊ እኳ እንተይኮነስ ኣብ መንጎ ተወዓልቲ ምትእምማንን ልዝብን ሓበራዊ ፍታሕን ክህሉ መትከላዊ ተሳትፎ ክህልዋ ይግባእ ክብል እውን ህወሓት ነቒፉ ኣሎ። ልዕሊ ሓደ ሚልዮን ተጋሩ ካብ ምዕራብ ትግራይ ብሓይሊ ተመዛቢሎምን ተሰዲዶምን እዮም ዝበለ መግለፂ ህወሓት፣ ዕንቅፋት ኮይኑ ዘሎ ብውሑስ መንገዲ ናብ መረበቶም ዝምለስሉ ሃዋህው ዘይምፍጣር እዩ ኢሉ ኣሎ። እዚ ከምዚ ኢሉ እናሃለወ ህዝቢ ኣቐድሞ ዝብል ቁንፁል ዘረባ፣ ነትን መሰል ተመዛበልትን ስለዘይሕሉ፣ ብሓይሊ ምፍርራሕን ወራርን ዘላቒ ፍታሕ ስለዘይመጽእ፣ ገዛኢ ዛዕባ ውዕሊ ፕሪቶርያ ዝኾነ ተፈጻምነት ሕገ መንግስታዊ ስርዓት ክትግበር ኣለዎ ክብል እውን ኣገንዚቡ ኣሎ። ዘላቒ ሰላምን ፍትሕን ኣይነጻጸሉን ኢለ እየ ዝኣምን ዝበለ መግለጺ ህወሓት፣ ተሓታትነት፣ ምኽባር መሰላትን ተገዛእነትን ሕገ መንግስታዊ ዓንድታት መሰረት ዘላቒ ሰላም እዮም። ስለዝኾነ ብዝኾነ ኣካል ዓለማዊ መሻርኽቲ ዝወፁ መግለፅታት ምትእምማን ዘጎልብቱን ኣራማይ ተሳትፎን ኣብ ዝጠልበሉ እዋን ኣለና ክብል እውን ገሊፁ ኣሎ። ዋላ እኳ ከምዚ ዝኣምሰለ ስክፍታ እንተሃለወ ኣብ መንጎ ተወዓዋልቲ ብፖለቲካዊ ዘተ ክህሉን ንሙሉእ ትግባረ ውዕሊ ፕሪቶርያ ንፁር መፈፀሚ ትልሚ ክህልዎ ተበግሶና ንገልጽ ክብል ህወሓት ሎሚ ኣብ ዘውጽኦ መግለጺ ዝገለጸ ኮይኑ፣ ብወገን መሻርኽቲ እውን ዘይሻራውን መትከላውን መርገጺ ሒዞም ዘላቒ ፍታሕ ኣብ ምድዳይን ተወዓዓልቲ ኣብ ምትእምማንን ግቡኦም ክፍጽሙ ድሉዋት ኢና ክብል ሓቢሩ ኣሎ። ልዕሊ ሓምሳ ንሽድሽተን ተመሳሰልቲ መፍትሕ ተጠቒሙ ገበን ስርቂ ክፍጽም ኢድ ብኢድ ዝተረኸበ ውልቀ ሰብ ኣብ ትሕቲ ቀይዲ ውዒሉ ኣሎ። ኣብ ከተማ መቐለ ሓምሳ ንሽድሽተን መፍትሕ ሒዙ ብምኻድ ኣብ ከተማ ሽረ እንዳስላሴ ቀበሌ ባዶ ኣርባዕተ ገበን ስርቂ ክፍጽም ኢድ ብኢድ ዝተረኸበ ተጠርጣሪ ኣብ ቁጽጽር ኣውዒለ ኣለኹ ክብል ፖሊስ ትግራይ ሓቢሩ ኣሎ። ኮሚሽን ፖሊስ ትግራይ ከምዝሓበሮ እቲ ተጠርጣሪ ብ ሓሙሽተ ጥሪ ክልተ ሽሕን ዓሰርተ ሸሞንተን ዓም ትምህርት ሰዓት ክልተ ምሸት ኣብ ከተማ ሽረ እንዳስላሰ ቀበሌ ባድ ኣርባዕተ መንደር ሓደ ከባቢ መናሃርያ ዝርከብ ሆቴል ካልኣይ ርእሱ መደቀሲ ብምሓዝ ካብ መቐለ ልዕሊ ሓምሳን ሽዱሽተን ተመሳሰልቲ መፍትሕ ሒዙ ኣብቲ ዓራት ሒዙሉ ዝነበረ ሆቴል በቲ ተመሳሳሊ ቁልፊ ከፊቱ ክልተ ሚእቲ ሽሕ ብር ክሰርቕ ኢድ ብኢድ ብተሳትፎ ሕብረተሰብ ንክልቲኦም ኣብ ቁፅፅር ውዒሎም፣ ፖሊስ ተወሳኺ ምፅራይ የካይድ ከምዘሎ ተገሊፁ ኣሎ። ኣብ ወረዳ ገላ ብምድፋር ክብረ ንፅህና ጓል ዓሰርተ ሰለስተ ዓመት ህፃን ዝተኸሰሰ ወዲ ዕስራ ዓመት ውልቀሰብ ብማእሰርቲ ክቕፃዕ ቤት ፍርዲ እቲ ወረዳ ወሲኑ ኣሎ። ነባርነቱ ኣብ ወረዳ እገላ ጣብያ ሰምሃለ ዝኾነ ሓበን ድራር ገብረመድህን ዝተብሃለ ወዲ ዕስራ ዓመት ተኸሳሲ፣ መስከረም ዕስራን ሽዱሽተን ክልተ ሽሕን ዓሰርተ ሸሞንተ ዓ.ም ሰዓት ሓደ ምሸት ንጓል ዓሰርተ ሰለስተ ህጻን ናብ ሱዕዲ ዓረብ ሒዘኪ ክኸድ እየ ኢሉ ኣታሊሉ ናብ ገርሁ ሰርናይ ሒዝዋ ብምኻድ ናብ ሓደ ሆቴል ኣእትዩ ክብረ ንጽህናኣ ደፊሩ ተሰዊሩ ከምዝነበረ ፖሊስ ገሊጹ'ሎ። ነዚ ጥቆማ ዝበጽሖ ፖሊስ ወረዳ እገላ ክከታተሎ ድሕሪ ምጽናሕ፣ ጥቅምቲ ዓሰርተ ኣርባዕተ ክልተ ሽሕን ዓሰርተ ሸሞንተን ዓመተ ምህረት ብክትትል ፖሊስ ኣብ ቁፅፅር ሕጊ ውዒሉ ፖሊስ ወረዳ እገላ መዝገቡ ኣፃርዩ ናብ ዓቃቢ ሕጊ ዘሕለፎ መዝገብ ክከታተል ዝፀንሐ ቤት ፍርዲ እቲ ወረዳ ሎሚ ጥሪ ሸሞንተ ክልተ ሽሕን ዓሰርተ ሸሞንተን ዓመተ ምህረት ኣብ ዝወዓለ መጋባእያ ተኸሳሲ ጥፍኣተኛ ኮይኑ ስለ ዝተረኸበ ብፅኑዕ ማእሰርቲ ሸውዓተ ዓመታትን ዓሰርተ ኣዋርሕን ክቕፃዕ ከም ዝተወሰኖ ፖሊስ ዞባ ማእኸል ወሲኹ ገሊፁ ኣሎ። ኣብ ክልል ኣምሓራ ዞባ ሰሜን ሸዋ ከንቲባ ከተማ ደብረ ሲና ዝኾነ ኣይተ ወንድም ሲገኝ ማሙዬ ሎሚ ብዕጡቓት ፋኖ ብዝተተኮሰ ጥይት ከም ዝተቐተለ ተሰሚዑ ኣሎ። እቲ ሓበሬታ ዘጋወሐ ቤት ጽሕፈት ኮሚኒኬሽን መንግስቲ እታ ከተማ ኮይኑ እቲ መጥቃዕቲ ኣብ ናይ ስራሕ ሰዓት ኣብ ቢሮኡ እናሃለወ ከም ዝተፈጸመ እውን ተገሊጹ ኣሎ። ኣሎ። ሕቶ ኣፍደገ ባሕሪ ኢስትራቴጂካዊ ረብሓ ሃገር ብምዃኑ ኩሉ ዝክኣሎ ክገብር ኣለዎ ክብል ፖለቲከኛ ክብሮም በርሀ ገሊጹ ኣሎ። ሕቶ ኣፍደገ ባሕሪ ኢስትራቴጂካዊ ረብሓ ሃገር ብምዃኑ እዚ ረብሓ ንክሳኻዕ ኩሉ ዝከኣሎ ክገብር ከምዘለዎ ፕሬዚዳንት ውድብ ባይቶ ዓባይ ትግራይ ባይቶና ኣይተ ክብሮም በርሀ ገሊጹ ኣሎ። ኣይተ ክብሮም በርሀ ምስ ጋዜጣዊ ጋሕታ ኣብ ዝነበሮ ፃንሒት ከምዝገለፆ፣ ኣፍደገ ባሕሪ ካብ ትግራይ ይኹን ካብ ኢትዮጵያ ጠቕሊሉ ንሓደ ሽፍታ ክወሃብ ዝገበሩ ስርዓታት ህወሓትን ሻዕብያን እዮም ዝበለ ኮይኑ፣ ነዚ ከዓ ቃልሲ ክንገብር ኣለና ምኽንያቱ እቲ ባሕሪ ካብ ኹሉ ንላዕሊ ንዓና እዩ ዝቐርብ ክብል እውን ተሰሚዑ ኣሎ። ስርዓታት ህወሓትን ሻዕብያን ገበነኛታት ዮም ክብል ዝገለፀ ኣይተ ክብሮም፣ ካብ ዝሰርሕዎ መገበናት እቲ ዋና ድማ ህዝቢ ከም ህዝቢ ኣፍደገ ባሕሪ ንክንስእን ዝገበርዎ መንገዲ ዩ ክብል ኣብሪሁ ኣሎ። ብተወሳኺ ንምካሐሉ ስልጣነ ኣክሱም ካብ ዘግህዱ እቲ ሓደ ሓይሊ ባሕርና ስለዝነበረ እዩ። ስለዝኾነ ብዘይ ኣፍደገ ባሕሪ ኣብ ኢትዮጵያ ይኹን ኣብ ክልል ትግራይ ዝመፅእ ስልጣን የለን። ስለዚ ብዝኾነ ይኹን ሕጋውን ፖለቲካውን መንገዲ ኣፍደገ ባሕሪ ክህልወና ኣለዎ ዝብል እምነት ከምዘለዎ ተዛሪቡ ኣሎ። ካብቲ ባሕሪ ዘለና ርሕቐት ሓምሳ ኪሎ ሜትር እዩ ዝበለ ኣይተ ክብሮም፣ ስለዚ ሓደ ሽሕ ኪሎ ሜትር ርሕቐት ኸይድና ካብ እንጥቀም፣ ናብ ሓምሳ ኪሎ ሜትር ኸይድና ምጥቃም ብዙሕ ኢኮኖሚያውን ፖለቲካውን ረብሓ ኣለዎ ክብል እውን ኣረዲኡ ኣሎ። ስለዝኾነ ድማ እዚ ረብሓ ንኽሳኻዕ ኩሉ ዝኸኣሎ ክገብር ኣለዎ ክብል እውን ተሰሚዑ እዩ። ኣርቲስት ነፃነት ወርቅነህ ካብዛ ዓለም ብሞት ከምዝተፈለየ ሎሚ ተፈሊጡ ኣሎ። ኣርቲስት ነፃነት ወርቅነህ ብዝሓደሮ ሕማም ሎሚ ካብዛ ዓለም ብሞት ምፍላዩ ኢቢኤስ ቴሌቪዥን ገሊፁ ኣሎ። ኣርቲስት ነፃነት ወርቅነህ ብኣቕራብነት ቴሌቪዥን ፕሮግራምን ተዋሳኣይነትን ካልኦት ስራሕቲ ጥበብን እዩ ዝፍለጥ። ኩለመዳይ ኣርቲስት ነፃነት ወርቅነህ ንብዙሓት ዓመታት ኣብ EBS ቴሌቪዥን ዘመሓላለፎ ናይ ቤተሰብ ፀዋታ ፕሮግራም ኣሰናዳእን ኣቕራብን ብምዃን የገልግል ነይሩ እዩ። ኣርቲስት ነፃነት ወርቅነህ ብስራሕቲ ፊልምን ቲያትርን ኣዝዩ ተፈታዊ ዝነበረ እንትኸውን፣ ብ ሲቲ ቦይስ ሳል ነግራት ያንቺው ሌባ ሚስተር ኤክስ ቾምቤን ካልኦት ስራሓትን ዝነኣደ ብቕዓት ኣርእዩ። ኣርቲስት ነጻነት ወርቅነህ በዓል ሓዳርን ኣቦ ሰለስተ ቆልዑን ነይሩ። ሚድያና ኳሊቲ ሚድያ ድማ ንፈተውትን ኣድነቕትን ቤተሰብ ኣርቲስት ነጻነት ወርቅነህ ምጽንዕናዕ ንምነ። ኣብ መወዳእታ፣ ኡጋንዳ ጽባሕ ብልዑል ናይ ድሕነት ሓለዋ ምርጫ ክተካይድ እያ። ኡጋንዳ ልዑል ናይ ድሕነት ሓለዋ ኣብ ዘለዎም፣ ኣብ መላእ እታ ሃገር ድማ ኣገልግሎት ኢንተርኔት ኣብ ዝተቋረጸሉ ኩነታት ጽባሕ ሓፈሻዊ ምርጫ ክተካይድ ከምዝኾነትን ቅድሚ እቲ ምርጫ ኣገልግሎት ኢንተርኔት ንኽቋረጽ ዝተገበረሉ ምኽንያት ድሕነት ህዝብን ሰላም ሃገርን ንምሕላው ተባሂሉ ምዃኑ ሰብ መዚ ገሊጾም'ሎ። ማሕበራዊ መራኸብታት፣ ናይ መልእኽቲ መለዋወጢ ኣፕሊኬሽናት ሓዊሱ ኣገልግሎት ኢንተርኔት ተኣጊዱ ከምዘሎን፣ ይኹን እምበር ናይ ድምጺ ጻውዒታትን ጽሑፋት መልእኽትን ግን ክሰርሑ ከምዝተገበሩን እቲ ኣገልግሎት መዓዝ ከምዝምለስ ዝተቐመጠ ናይ ግዜ ሰለዳ የለን። ዝኸበርኩም ተኸታተልቲ ኳሊቲ ሚድያ ሎሚ ዝተዳለዉ ሓደሽቲ ሓበሬታታት ነዞም ዝተኸታተልክምዎም ይመስሉ ነይሮም። ንሰናይ ምክትታልኩም ድማ ኣዚና ኢና ነመስግን። ሰላም።